ስሙር ስጉሚ ንሓያል ውዳበ ብዝብል ቴማ ብ ዓሰርተ ሸሞንተ ሚያዝያ ኣብ ስዊዘርላንድ ዝተኸፍተ ዓስራይ ዋዕላ መንእሰያት ህግደፍ ኣብ ኤውሮጳ ኣገደስቲ ውሳነታትን ለበዋታትን ብምሕላፍ ብ ዕስራን ሓደን ሚያዝያ ብዓወት ተዛዚሙ። ኣብ ታሽዓይን ዓስራይን ዋዕላታት ንዝተወጠኑ መደባትን ትግባሬኦምን ብምግምጋም ከምኡ'ውን መድረኻዊ ኩነታትን ቀዳምነታትን ሃገር ኣብ ግምት ብምእታው ዝተመሓላለፈ ውሳነ ህዝባዊ ግንባር ንምሕያል ምውህሃድ ኩለን ሃገራዊ ውዳቤታት ኣገዳሲ ብምዃኑ ውዳበ መንእሰያት ህግደፍ ምስ ኩሉ ኣብ ውሽጢ ሃገርን ወጻእን ዝርከብ ውዳበ መንእሰያት ኣብ ሓደ ሰሚሩ ኣብ ትሕቲ ውዳበ ህዝባዊ ግንባር ተጠርኒፉ ክነጥፍ ኣብ ምዕባይ ትካላዊ ዓቕምን ኣወዳድባን ኣበርቲዑ ክሰርሕ ጽዑቕ መደባትን ንቕሓትን ውዳበን ከካይድ ከምኡውን ኤርትራዊ ሃገራዊ መንነት ንምድኻም ንዝቀላቀል ዘሎ ተጻብኦታት ብንቕሓት ክምክት ዝብልን ካልእን ዘጠቓለለ እዩ። ሓላፊ ፖለቲካዊ ጉዳያት ህግደፍ ኣቶ የማነ ገብረኣብ ኣብ ዘስመዖ ቃል፣ ንምዕዋት እቲ ዋዕላ ንዝሰርሑ መንእሰያት ህግደፍ ስዊዘርላንድ፣ ነዊሕ ዓመታት ኣብ ማእከላይ ኮሚተ ክሰርሑ ዝጸንሑ ሓለፍቲ፣ ከምኡ'ውን መሓዙት ህዝቢ ኤርትራ ምስጋና ድሕሪ ምቕራብ፣ ዋዕላ ስዊዘርላንድ፣ ምንቅስቓስ መንእሰያት ህግደፍ ናብ ዘተኣማምን ደረጃ ውዳበ ንኽዓቢ በሪ ዝኸፈተ ምዃኑ ገሊጹ። ኣቶ የማነ ስዒቡ ምጥርናፍ ምንቅስቓሳት መንእሰያት ኣብ ሓደ ውዳበ ክካየድ ኣብ ስደት ዝርከቡ ብዋርሳይ ናይ ዝፍለጡ መንእሰያት ቀጻልነት ውዳበን ተሳታፍነት ኣብ ሃገራዊ ንጥፈታትን ክረጋገጽ ምኽኣሉን ንመንእሰያት ህግደፍ ዝመርሑ ሓደስቲ ሓለፍቲ ምምራጾምን ዋዕላ ስዊዘርላንድ ካብ ዘረጋገጾም ዓበይቲ ዓወታት ከም ዝኾነ ብምጥቃስ መበል ዓሰርተ ሓደ ዋዕላ መንእሰያት ህግደፍ ኣብ ጀርመን ክካየድ ምዃኑ ሓቢሩ። ተሳተፍቲ ብ ዓሰርተ ትሽዓተ ሚያዝያ ኣብ ዘካየድዎ ምርጫ ንክልተ ዓመታት ተገልግል ኣቦ ወንበር ዝርከቦም ሓሙሽተ ዝኣባላታ ማእከላይ ኮሚተ ከምዝመረጹ ልኡኻት ሚኒስትሪ ዜና ካብ ስዊዘርላንድ ሓቢሮም። ተሳተፍቲ ብዝሃብዎ ርእይቶ ነቲ ዓበይቲ መትከላት ዘለዎን ሓያል ናይ ውዳበ ብቕዓት ዝሓትትን ምንቅስቓስ መንእሰያት ህግደፍ ናብ ዝለዓለ ደረጃ ውዳበ ከብጽሑ ዝኽእሉ ብቑዓት መራሕቲ መንእሰያት ክመርጹ ምኽኣሎም ዓቢ ዝላ ናይቲ ውዳበ ምዃኑ ኣረጋጊጾም። ኣብ መዛዘሚ እቲ ዋዕላ ማሕበረ ኮም ኤርትራውያን ነበርቲ ስዊዘርላንድ ንተሳተፍቲ ናይ ድራር እንግዶት ክገብሩ እንከለዉ ሕድሪ ዝተሰምዩ ቆልዑ ኣብ ኣሰርኩም ኣሎና ዝትሕዝትኡ ግጥምታትን መዛሙርን ኣቕሪቦም።